ሻሎም ሰላም ኣምላኽ ብክርስቶስ የሱስ ንዓኻትኩምን ንቤትኩምን ይኹን ህዝቢ ኣምላኽ ከመይ ቀኒኹም ሻሎም ድዩ ብኣይ ወገን ኩሉ ሻሎም እዩ ኣምላኽ መመስገን ፕሬዝ ጋድ እስኪ ለማዓንቲ ከዓ ሓፃር ቃል ክንካፈል ኢና ብዛዕባ መንነት የሱስ ክርስቶስ መንነት ክርስቶስ ኣለኩም ማለት ሲ እንታይ ማለት እዩ ዝብል ሓሳብ ክንርኢ ኢና ምክንያቱ ብዙሕ ግዜ ንሰምዖ ንኸውን ኢና እዚ ቃል እዚ መንነቱ እዩ ዘለና እሱ ከ እቲ ሓቂ መንነት ክርስቶስ ኣለኒ ክትብል ከለካ ግን ኣንደርስታንዲ ንክህልወካ ኣለዎ ናቱ ርድኢት እንታይ ዓይነት መንነት እዩ ነይሩና ሕጂ እንታይ ዓይነት መንነት እዩ ዘለና ዳግም ምስተወለድና ናቱ መንነት ኣለና ማለት ሲ እቲ ናትና ዝነበረ ከይዱ ወይ እቲ ዝነበረ ጠፊኡ ሓድሽ ዝኾነ ነገር ኢና ሎማዓንቲ ብሕፅር ዝበለ ክንሪኦ እግዚኣብሔር ኣምላኽ ዝተመስገነ ይኹን መጀመርያና ጥቕሲ ክኸውን ኣዳለዮ ዘለኹ ካልኣይ ቆሮንጦስ ምዕራፍ 5 ፍቕድ 17 ዘሎ ጥቕሲ እዩ ስለዚ እኳ ኢልና ቃል ኣምላኽ ሃሌሉያ ሓደ እኳ ብክርስቶስ እንተኣልዩ ንሱ ሓድሽ ፍጥረት እዩ እቲ ብሉይ ሓሊፉ እንሆ ኮሎ ሓድሽ ኮይኑ ይብለና ፕራይዝ ጋድ የሱስ ክርስቶስ ጎይታ እዩ እቲ ሓሳብ ካብዚኣ ትጅምር እንታይ እዩ ሓሊፉ እቲ ብሉይ ኩሉ ሓሊፉ ኢልዎ እቲ ናይ ቀደም ዝነበረ መንነትና ኩሉ እንታይ ኮይኑ እዩ ተሰሪዙ እዩ ሓሊፉ እዩ ሕጂ ዘለና ሓድሽ ዝኾነ መንነት ናይ ክርስቶስ ዝኾነ መንነት ሓድሽ ኮይኑ ክርስቶስ የሱስ ተሰቒሉ ሞይቱ ክትንስእ ከሎ ዝተፈጠረ ሓድሽ መንነት ዳግም ዝተወልደ ዘበለ ክርስቶስ ናይ ግሊ መድሓንየይን ጎይታይን ኢሉ ዝተቐበሎ ዘበለሲ እዚ መንነት እዚ ዘለዎ እዩ ዝብለና ዘሎ እግዚኣብሔር ኣምላኽ ዝተመስገነ ይኹን ስለዚ መንነት ክርስቶስ ከመይ ይመስል እንታይ ይመስል እስኪ ክንርኤ ኢና ምክንያቱ ኮምፔር እንዳገበርና ንምንታይ እየ ከዓ ከምኡ ዝብል ዘለኹ ኣብ መስቀል ክስቀል ከሎ ክርስቶስ የሱስ ኤክስቼንጅ እዩ ተገይሩ the great exchange ብሎ ብእንግሊሽ ሃሌሉያ ምልውዋጥ እዩ ኮይኑ እቲ ዝነበረ ድኹም ውዱቕ ህይወት እቲ ምውት ዝነበረ እቲ ጸልማት ዝነበረ እቲ መርገም ዝነበረ እቲ ሕማም ዝነበረ ኩሉ ሰቒሉ ሸንኪሩሲ ንዓና እቲ ናቱ ዝኾነ ህይወት እቲ ናቱ ዝኾነ በረኸት እቲ ናቱ ዝኾነ ዓወት ከም ዝሃበና ኢና ሎማዓንቲ ክንሪኦ እግዚኣብሔር ኣምላኽ ዝተመስገነ ይኹን ዝነበርናዮን ሕጂ ዘለናዮን ሃሌሉያ ናይ ቀደም መንነትና እቲ ቡልይ ከመይ ነይሩ እዚ ሓድሽ ከ እንታይ ኣሎ ነዚ ኢና እንድሕር ፈሊጥና ኢና በዚ ሓድሽ መንነት ብናይ ክርስቶስ መንነት ብናቱ መንነት ሃሌሉያ ክንነብርን ክንመላለስን ንኽእል ኣብዚ ምድሪ የሱስ ክርስቶስ ጎይታ እምበኣር ንመጀመርያ ክንሪኣ ደልየ ዘለኹ ኣብቲ መስቀል እንታይ ኮይኑ እንድሕር ኢልና ፍሬዝ ጋድ ናትና ሞት ወሲዱ ናቱ ህይወት ሂቡና የሱስ ክርስቶስ ጎይታ እዩ ንሕና መንፈሳዊ ሞት ሞይትና ዝነበርና ንኣርባዕተ ሽሕ ዓመት ሃለሉያ ካብ እግዚኣብሔር ተፈሊና ውዱቃት ንንቀሳቀስ ሬሳ ኢና ነርና ማለት እዩ ብሓፂሩ ማለት ብካልእ ኣተረጓጉማ ዝንቀሳቀስ ሬሳ ሕጂ እውን ጎይታ ዘይተቐበለ ዘበለ ከምኡ እዩ እዚ ሞት እዚ ግን ሃሌሉያ እቲ መንፈሳዊ ሞት ክስዕር ግን ክርስቶስ የሱስ ካብ ሰማይ መጺኡ ንዓይ ንዓኻትኩምን ህይወት ሂቡና ህይወቱ ሂብና ስለዚ ጎይታ ኣሜን ናይ ግሊ መድሓኒ ኢለ ይቕበሎ ኣለኹ ክንብል ከለና እቲ ምውት ዝነበረ ህይወት እቲ ምውት ናትና ሞትና ወሲዱ ናቱ ህይወት እዩ ሂብና ሃሌሉያ ምስ እግዚኣብሄር ሪኮኔክት ገይሩና ህያዋን ኮይና ስለዚ ኣብቲ መስቀል ሞትና ወሲዱ ህይወቱ ከም ዝሃበና እዚ እንታይ ይበሃል ናቱ መንነት ሃሌሉያ ህይወቱ ከም ዝሃበና ከዓ ቃል ኣምላኽ ይነግረና ነዚኣ ትገልፀልና ጥቕሲ ኣብ ካልኣይ ጢሞቴዎስ ኣላትና ፕሬዝ ጋድ ካልኣይ ጢሞቴዎስ ሓደ ዓሰርተ ከምዚ ይብለና ሕጂ ግና ኢሉ ብምግሃድ መድሓኒና የሱስ ክርስቶስ ተገልጸ እንታይ ተገሊጹ ንሱ ኢሉ ንሞት ዝሰዓሮ ንህይወትን ንዘይምጥፋእን ብወንጌል ናብ ብርሃን ዘምጽኦ ፕሬዝ ጋድ የሱስ ክርስቶስ ጎይታ እዩ ንሞት እንታይ ገይርዎ ስዒርዎ ሞት ተሳዒሩ ሞት ኣባይ ናባኻትኩምን ኣይገዝእን እዩ ንሕና ህያዋን ናብ ኣምላኽ ክንከይድ ከለና ቦታ ጥራሕ ኢና ንቕየር ሞት ኣብ ዳግም ዝተወልደ ኣይሰርሕን እዩ ቀደም ኢኻ ምውት ነርካ ቀደም ኢኺ ምውቲ ኔርኪ ሕጂ ግን ሳላ ክርስቶስ ዝኸፈሎ ዋጋ እሞ ነቲ ዝተኸፍለ ዋጋ ኣሜን ኢልካ ብምቕባልካ ህይወቱ ሂቡካ ናቱ መንነት ኣለኒ ክትብል ከለኻ ሞት የለን ምውት ዝነበርኩ ሕጂ ግን ህያው ኮይነ ዝርኢ ዝንቀሳቐስ ሃሌሉያ ዝገዝእ ዝመልኽ ኮይነ ኢኻ ትብል ዘለኻ ስለዚ ገለ ካብቲ ብዙሕ ዝተቀያየርናዮ ወይ ኤክስቼንጅ ደ ግሬት ኤክስቼንጅ እንታይ እዩ ሞትና ወሲዱ ህይወቱ ሂብና ኣሜን ክንብሎ ከለና ነዚ ምድሓን እዚ ህይወት ንረክብ ህይወት ዘለኣለም ንረክብ ኣለና ማለት እዩ እግዚኣብሔር ኣምላኽ ዝተመስገነ ይኹን መንነት ናይ ሰማይ ይወሃበካ ኣሎ ማለት እዩ ሰማይ ዝፈልጠካ ሽምካ ኣብ መዝገብ ህይወት ይምዝገብ ሃለሉያ እዚ ኣምሊጡ እዩ ድሒኒ ትበሃል ህያው ኮይኑ እዩ ህያው ኮንካ ኢኻ ትኸውን ሃለሉያ ፕሬዝ ጋድ የሱስ ክርስቶስ ጎይታ እዩ ቀፂልና ንሪኦ ሓሳብ መጀመርያ ህይወት ምዉታት ኔርና ህይወቱ ሂብና ንብል ኣለና እዚ መንነት ኣምላኽ መንነት ክርስቶስ ኢና ንርኢ ዘለና መንነቱ ኣለና ክንብል ከለና ናቱ ኣይደንቲቲ ሕጂ እቲ ህይወቱ ስለ ዝሃበና ህያዋን ኮይና ፕሬስ ጋድ ካልኣይቲ ናትና ሓጢኣት ወሲዱ ናቱ ፅድቂ ሂቡና ፕሬዝ ጋድ የሱስ ክርስቶስ ጎይታ እዩ ናትና እንታይ ናትና ሓጢኣት ውድቀት ብሰንኪ ኣዳምን ሄዋንን ዝመፀ ውድቀትን ሓጢኣትን ነፍሳት ኣርባዕተ ሽሕ ክገዝእ ዝጸንሐ እንታይ ገይሩ ወሲድዎ ሸንኪርዎ ኣብቲ መስቀል ናቱ ጽድቂ ከዓ ሂብና ሓጢኣትና ወሲዱ ጽድቁ ሂብና እየ ዝብል ዘለኹ ቃል ኣምላኽ ከምኡ ስለ ዝበለና ሃሌሉያ ኣብ ካልኣይ ቆሮንጦስ ንኺድ እስኪ ፕሬዝ ጋድ የሱስ ክርስቶስ ጎይታ እዩ ብቃል ኣምላኽ መሰረት ክንሪኦን ክንፈልጦን እዩ ዘለና ምክንያቱ እዚ ትሪል መንነትና ስለ ዝኾነ ፕሬዝ ጋድ ካልኣይ ቆሮንጦስ ምዕራፍ ሓሙሽተ ፈቕዲ ዕስራ ዕስራን ሓደን ብሓደ ኣለዋ። እንታይ ይብል? ስለዚ ኢሉ ንሕና ኣብ ክንዲ ክርስቶስ ልኡኻት ኢና እሞ ኣምላኽ ብኣና ገይሩ ይምዕዳሎ ምስ በለ ንሕና ብኡ ጽድቂ ኣምላኽ ምእንቲ ክንከውን እንታይ ጽድቂ ኣምላኽ ምእንቲ ክንከውን ነቲ ሓጢኣት ዘይፈለጠ ኣብ ክንዳና ሓጢኣት ጎበሮ ሓጢኣት እዩ ኮይኑ ሓጢኣት ከ ጥራሕ ኣይኮነ ወሲዱ ሓጢኣት ኮይኑ ንሱ ኣብ ዕንጨይቲ ተሰቒሉ ኣብ ክንዳናስ ሓጢኣት ኮይኑ ንሕና እንታይ ጽድቂ ኣምላኽ ተባሂልና መታን ክንጽዋዕ ሃለሉያ የሱስ ክርስቶስ ጎይታ እዩ ስለዚ ተቀያይርካ ኢኻ ናይ መንነት ለውጢ ኢኻ ጌርካ ናይ መንነት ለውጢ ኢኺ ጌርኪ ዓለም ከምቲ ትርእየኪ ይኮንክን ዓለም ከምቲ ትርእየካ ይኮንካን ንስኻ ሕጂ ጽድቂ ኣምላኽ ተባሂልካ ኢኻ ትጽዋዕ መላእኽቲ ጻድቕ ምዃንካ እዮም ዝፈልጡ ሰማይ ጻድቕ ምዃንካ እዩ ዝፈልጥ ንምንታይ እንተኢልኩምኒ ኣሜን ኢልና ስለ ተቐበልናዮ ናይ ክርስቶስ ዕዮ ናይ ክርስቶስ ስራሕ ዝኸፈሎ ዋጋ ኣብ መስቀል ንዓይን ንዓኻትኩምን ሓጢኣት ኮይኑ ክስቀል ከሎ ኣነ ንስኻትኩምን ትናቱ ፅድቂ ተቐበልና ይብለና ፕሬዝ ጋድ የሱስ ክርስቶስ ጎይታ ይምበኣር ሓጢኣትና ወሲዱ ፅድቅና ፅድቁ ሂብና ሞትና ወሲዱ ህይወቱ ሂብና እዚ ኤክስቼንጅ ፅቡቅ ጌርና ክንሕዞ ክንክእል ኣለና ሽዑ ኢና ተቢዕና መንነቱ እዩ ዘለኒ ንብል ሃሌሉያ የሱስ ክርስቶስ ጎይታ እዩ። ሳልሰይቲ ንሪኣ ከዓኒ ናትና መርገም ወሲዱ ናቱ ቅድስና ሂቡና። ፕሬዝ ጋድ መርገምና ወሲድዎ። መርገም ዝበሃል ሕጂ ኣብ ዳግም ዝተወልደ ኣማኒ ኣይሰርሕን እዩ። ሃሌሉያ መርገመይ ወሲድዎ እዩ መርገምና ወሲድዎ እዩ እየ ዝብል ዘለኹ ሃሌሉያ ነብሲ ወከፍ እዚ ኣንደርስታንድን እዚ ክህልዎ ይግባእ መንነት ክርስቶስ ኣለኒ ተይልካ ኣብ ክርስቶስ መርገም የለን ምክንያቱ እቲ መርገምና እንታይ ገይርዎ እዩ ወሲድዎ ሸንኪርዎ ስለ ዝኾነ ኣርሒቕዎ ስለ ዝኾነ ኣባና እንታይ እዩ ዘሎ ቅድስና ንስኻ ቅዱስ ንስኺ ቅድስቲ ንኣምላኽ ዝተፈለየ ቅዱስ ገይሩና መርገም ካባና ከም ዘርሓቆ ከዓ ገላትያ ይምስክረልና ኣብ መፅሓፍ ገላትያ እንድሕር ኬድና ምዕራፍ ሰለስተ ዓሰርተ ሰለስተ ዓሰርተ ኣርባዕተ እንታይ ይብለና? ንሕና ኢሉ ሃሌሉያ መን ኣነ ንስኻትኩምን ነቲ ተስፋ መንፈስ ብእምነት ክንቅበሎ እቲ በረኸት ኣብርሃም እውን ብየሱስ ክርስቶስ ነህዛብ ምእንቲ ክኸውን ሲ ሃሌሉያ ኣብ ዕንፀይቲ ዝስቀል ዘበለ ርጉም እዩ ተጻሒፉ ኣሎ እሞ ክርስቶስ ምእንታና መርገም ኮይኑ ካብ መርገም ሕጊ ተሻየጠና ተሻየጠና ዓዲጉካ በቲ ንጹህ ደሙ በቲ ጻድቕ ደሙ ሲ እንታይ ገይሩ ተሻየጠና ተበጅና እንታይ ገይሩልና ሃለሉያ ሓጢኣት ኮይኑ ኣብ መስቀል ክስቀል ከሎ ሲ ንሕና መታን ቅዱሳት ክንበሃል ናቱ ቅድስና ንዓይ ንዓኻትኩምን ሂብና መንነቱ ሂብና ናትና እቲ ውዱቕ መንነት ከ ወሲድዎ ሃለሉያ ፕሬዝ ጋድ መርገም ኮይኑ ሲ ካብ መርገም ሕጊ ተሻይጡ ሃሌ ሉያ እዚ ሓርነት እዚ እዚ ህይወት እዚ እዚ ቅድስና እዚ እዚ ጽድቂ እዚ ሂቡና ስለዚ ክርስቶስ መርገመይ ወሲድዎ እዩ ክትብል ክትእውጅ ይግብኣካ መርገም ዝስዕበን የለን ኣነ ሕጂ መንነቱ ስለ ዘለኒ ዓሌት ቀይረ እየ ዘርኢ ቀይረ እየ ዝስዕበኒ ናይ ስድራ ይኹን ናይ ዝኾነ ዓሌት መርገም ኣባይ ኣይሰርሕን እዩ ንምንታይ ቃል ኣምላኽ ክርስቶስ ናብ ፍጹም በረኸት ኣሕሊፍካ ኣሰጋጊሩካ ህይወቱ ሂብካ ስለ ዝኾነ ንስኻ ንስኺ ንሕና እንታይ ኢና ቅዱሳት ቅዱሳት ተባሂልና መታን ክጽዋዕ ናቱ ቅድስና ሂቡ ናትና መርገም ከም ዝወሰዶ ከኣ ኣብዚ ክፍሊ ጽሑፍ እዚ ይነግረና ኣሎ ብሩኻት ጽቡቅ ጌርኩም ትሕዝኑ ኣለኹም ኢለ ተስፋ ገብር ብዙሕ ፖይንት እየ ዝጠቅስ ዘለኹ ጽቡቅ ጌርኩም ከዓ ግዜ ወሲድኩም ከተሰላስልዎ ከዓ ንዓኻትኩም ገድፈልኩም እየ ራብዓይ ሓሳብ ንሪኦ ናትና ጸልማት ወሲዱ ናቱ ብርሃን ሂቡና። ሃሌሉያ! ጸልማትና ቀንጢጡ ንሕና ኣብ ጸልማት ኣብ ውድቀት ዝነበርና እንታይ ገይሩ ወሲዱሲ ናቱ ናቱ ናቱ እታ ብርሃኑ ሂቡና እታ ብርሃኑ ሂብኪ። ሃሌሉያ! የሱስ ክርስቶስ ጎይታ እዩ። ብርሃኑ እዩ ዘለካ። ፕሬዝ ጋድ ወንጌል ዮሃንስ ምዕራፍ ሸሞንተ እስኪ ንርኣያ ፍቕዲ ዓሰርተ ክልተ እንታይ ኢሉሲ የሱስ ሽዑ የሱስ ኢሉ ኣነ ብርሃን ዓለም እየ እቲ ዝስዕበኒ ሃሌሉያ ብርሃን ህይወት ክረክብ እምበር ብጸልማት ኣይክኸይድን እዩ ሃሌሉያ ፕሬዝ ጋድ የሱስ ክርስቶስ ጎይታ እዩ እቲ ድስዕበኒ እቲ ኣሜን ኢሉ ዝተቐበለንስ እንታይ ብብርሃን ክኸይድ እዩ ብጸልማት ኣይመላለስን እዩ ንሱ ብርሃን ክኸውን እዩ ምክንያቱ ብርሃን ዓለም መን ኢሉ ኣነ ንክርስቶስ ተቐበልካላ ሰዓት ንስኻ ከዓ ብርሃን ዓለም ትኸውን ኣለኻ ስለዚ ካብ ጸልማት ካብቲ ድቕድቕ ጸልማት ኣውፅኡ ናብ ዘገርም ብርሃን እሞ ብብርሃን ክንመላለስ ናቱ ብርሃን ዓባና ሃለሉያ ክግለጽ ንዓለም ብርሃና ክንኮና እንታይ ገይሩና ናቱ መንነት ሂብና እዚ ከዓ ሓደ ካብቲ መንነቱ መንነት ክርስቶስ ኣለኒ ክትብል ከለኻ ብርሃኑ ናቱ ብርሃን እዩ ኣባኻ ዝዓይን ዝነብርን መግለፂ ብርሃኑ ኢኻ ሃሌሉያ ስለዚ ፀልማት ኣባኻ የለን ፀልማት ኣባኺ የለን እቲ ብሩህ ዝኾነ ብርሃን ግን ኣባኻ ኣሎ ኣብ ዝኣተኻዮ ተብርህ ዝረኣየካ ሰብ ተስፍኡ ይሕደስ፣ ዝረኣየካ ሰብ ይጸናናዕ ይበርትዕ፣ ንምንታይ? ብርሃን ኣምላኽ ኣባኻ ኣሎ፣ እቲ ብርሃን ዝኾነ ክርስቶስ እቲ ንዓይ ዝቕበለኒ ብህይወት ክነብር ብብርሃን ክመላለስ እዩ እምበር ጸልማት ኣብኡሲ ኣይክህሉን እዩ፣ ብጸልማት ኣይክኸይድን ኢሉ። ፕራይዝ ጋድ የሱስ ክርስቶስ ጎይታ እዩ። ኣታ ኣሜን እዝስ ኣሜን የብል ዕልል የብል ንምንታይ እንድሕር ኢልኩምኒ በቲ ሓድሽ መንነትና እየ ዝዛረብ ዘለኹ ክርስቶስ ዝኾነልካ ክርስቶስ ዝኾነልኪ ምፍላጥ ናትና ግደ እዩ ብሩኻት ስለዚ ንሕና ኣብ ጸልማት ንነብር ኣይኮናን ብርሃን ኢና ብርሃን ዓለም ኢና እቲ ብርሃን ዝኾነ ክርስቶስ ኣብ ህይወትና ስለ ዘሎ ናቱ መንነት ስለ ዘለና ፕሬዝ ጋድ ሓምሻይ ሓሳብ ንሪኦ ጭንቀትና ወሲዱ ናቱ ሰላም ሂቡና ናትና ጭንቀት ናትና መከራ ወሲዱ ናቱ ሰላም ሰላመይ ይህበኩም ኣለኹ። ስለዚ ናይ ዓለም ሰላም ኣይኮነን፣ ናትና ሰላም ኣይኮነን፣ ናቱ ሰላም ግን ኣሎና ኣሎና ኣሎና። መንነት ማለት ናቱ ሰላም ዘለዎ እሱ ናይ ወዱ ናይ ክርስቶስ የሱስ እዩ። ሃሌሉያ ፕሬዝ ጋድ። ወንጌል ዮሃንስ 14 እስኪ ንርኣያ። የሱስ ክርስቶስ ጎይታ እዩ። ወንጌል ዮሃንስ 14 27 እንታይ ይብል? ሰላም እሓድገልኩም ሰላመይ እውን እህበኩም እህበኩም እህበኩም ኣለኹ እቲ ኣነ ዝህበኩም ዘለኹስ ከምቲ ዓለም እትህቦ ኣይኮነን ስለዚ ልብኹም ኣይሸበር ኢሉ በቃ ኣይትሰንብዱ ናተይ ሰላም ምሳኻትኩም ክነብር ሂበኩም እየ ስለዚ ኣሜን ኢልና ክንቅበል ከለና ሰላም እውን ተቐቢልና ኢና ነዚዩ ሰባት ክርእዩና ከለዉ ሰላም ድስምዖም ምኽንያቱ ንሕና ናይ ኣምላኽ ሰላም ናይ ክርስቶስ ሰላም ሒዝና ንነብር ኣብዚ ምድሪ እዚ ንሕና ኢና ኣነ ንስኻትኩምን ብሩኻት ነዚ እኮ ኢና በቃ ወንጌል ክንምስክር ዘለና ኣብ ጭንቀት ኣብ መከራ ኣብ ሞት ኣብ ጥፍኣት ዘለዉ ናብዚ ሰላም እዚ ናብዚ ዕረፍቲ እዚ ናብዚ ብርሃን እዚ ናብዚ ህይወት እዚ ከነምፅኦም ንኽእል ኣነን ንስኻትኩምን እቶም ነዚ ብርሃን እዚ ዝጠዓምና ነዚ መንነት እዚ ዝተቐበልና ሰባት ኢና ሃሌሉያ ንካልኦት ክንምስክር ዘለና የሱስ ክርስቶስ ጎይታይ ስለዚ ጭንቀትና ወሲዱ እንታይ ገይሩና ሰላሙ ከዓ ሂቡና ረመምበር ኤክስቼንጅ ደ ግሬት ኤክስቼንጅ ኢና ንርኢ ዘለና እቲ ምቅያር ዝኾነ ምልውዋጥ ዝኾነ ኣብ መስቀል ዓብ ነገር እዩ ኮይነልና ሃሌሉያ የሱስ ክርስቶስ ጎይታ እዩ ቀፂልና ንሪኦ ሓሳብ ከዓ ፍርሃትና ወሲዱ ትብዓቱ ሂብና ብፍርሓት ትነብር ዝነበረት ነብሲ ፍርሓት መዓዝ መፅዩ ልክዕ ኣዳምን ሄዋንን ምስ ወደቑ ሽዑ ኣዳም ፈሪሐስ ካባኻ ተሓበእኹ ኢልዎ ንእግዚኣብሔር ስለዚ ስለ ድሕሪ ውድቀት ዝመፀ ስለ ዝኾነ ፍርሓት ናይ መን እዩ ናይ ሰይጣን ኣብ ፍርሓት ዝነበረት ነብሲ ግን ወዲ ኣምላኽ መፂኡስ ናቱ ትብዓት ሂብዋ ሃለሉያ ስለዚ ትብዓትካ ደይኮነ ትብዓቱ እዩ ዘለካ ናቱ መንነት ዘለዎ ናቱ ትብዓት እዩ ዘለዎ ናይ ክርስቶስ ትብዓት ከዓ ኣሎና መንነቱ ስለ ዘለና ሃሌሉያ ኤፌሶን ሰለስተ ፕሬዝ ጋድ ሎሚ ብዙሕ ብርሃን እዩ ዝልቀቕ ዘሎ ኣሜን ኢልኩም ጥራሕ ውሰድዎ ዓሰላስልዎ ብሩኻት ኤፌሶን ሰለስተ ዓሰርተ ክልተ እንታይ ኢሉና ሲ ሳላ ብክርስቶስ ምእማናን ንሕና ትብዓትን ብእምንቶ ምእታውን ብኡ ኣሎና ሳላ እንታይ ሳላ ብክርስቶስ ምእማና ብክርስቶስ ምስ ኣመናስ ንሕና እቶም ዝኣመና ዘበልና ሃሌሉያ ትብዓትን ብእምንቶ ምእታውን ብኡ ኣለና ምእታው ረኺብና ትብዓት ረኺብና ብመን ምስ ኣመና ብክርስቶስ ምስ ኣመና ሲ ትብዓት ኣሎና ናቱ ትብዓት ኣሎና የሱስ ክርስቶስ ጎይታ እዩ ኣታ ኣሜን በቃ ዝስ ዕልል ደብል ደሐጉስ እዩ ክትድቅስ ከማን ኣይገብረካን እዩ ስቕ ክትብል ኣይገብረካን እዩ ኣፍካ ክትከፍት እዩ ዝገብረካ ስለዚ ሳላ ብክርስቶስ ምእማንና እንታይ ኣሎና ትብዓት ኣሎና ናትና ፍርሓት ናትና ጭንቀት ናትና ኩሉ ወሲዱ ናቱ ትብዓት ናቱ ሰላም ከም ዝሃበና ኢና ንርኢ ዘለና ስለዚ መንነቱ ኣለኒ ክትብል ከለኻ እንታይ ዓይነት መንነት ኣለካ ክትፈልጦ እንታይ ዓይነት መንነት ኣለኪ ክትፈልጥዮ ስለ ዘለኪ እየ እዚ ሓሳብ እዚ ሒዘ ቀሪበ ዘለኹ ቅድሚኹም የሱስ ክርስቶስ ጎይታ እዩ ቀፂልና ንሪኦኸ ድኽነትና ወሲዱ በረኸቱ ሂቡና እቲ በረኸት ዝኾነ የሱስ ኣብ ህይወትና ምስ ተቐበልናዮ ድኽነት ካብ ህይወትና እንታይ ኮይኑ ተሰጒጉ ከይዱ ንዓና ሕጂ ድኽነት ኣይምልከተናን እዩ ኣይምልከተንን እዩ ሕጂ ምሳኻ ጉዳይ የብለይን ኢኻ ትብሎ ንድኽነት ክቀላቐል ክሓስብ ከሎ ኖኖኖኖኖ ኣነ ደኣ እሞ ድኽነተይ ወሲዱ ሃብቱ እንዲሂቡኒ ክርስቶስ የሱስ ኣብ መስቀል ኮ ተቐያየርና ኢና ኣይፈለጥካ እንዲኻ በሎ ተዛረቦ የሱስ ክርስቶስ ጎይታ እዩ ፕራይዝ ጋድ ብቓል ኣምላኽ መሰረት ከስምሮ ከዓ ስለ ዘለኒ ኣብ ካልኣይ ቆሮንጦስ ምዕራፍ ሸሞንተ ፍቕዲ ትሽዓተስ እንታይ ኢሉና ብሩኻት? ጸጋ ጎይታና የሱስ ክርስቶስ ትፈልጡ ኢኹም እሞ ንስኻትኩምን ኣነ ንስኻትኩምን በቲ ድኽነቱ ምእንቲ ክትህብትሙ ሃብታም ክንሱስ ምእንታኹም ደኸየ ደኸየ ዝደኸየልካ ኣምላኽ ኣሎ ንስኻ መታን ናቱ ሃብቲ ክትነብረሉ ንስኺ መታን ብሃብቲ ብሳክሰስፉል ኮንኪ ኣብዚ ምድሪ እዚ ክትገዝእን ክትመልክንሲ እንታይ ኮይኑ ንሱ ድኽነት ክወሲድዎ ንሱ ድኽነትና ወሲድዎ። ስለዚ ድኽነት ኣይምልከተካን እዩ። መንነት ቀይርካ ኢኻ። ሃሌሉያ! መንነትካ መንነት ክርስቶስ እዩ። ንስኻ መታን ክትህብትም ድኽነትካ ወሲድዎ ይብለካ ኣሎ ቃል ኣምላኽ። ናተይ ናታትኩምን ግደ ኣሜን ኢልና ምቕባልን ብኡ ምምልላስን ምንባርን እዩ። ስለዚ እዚኣ ሻብዐይቲ ሓሳብ ኢና ንሪኣ ዘለና ድኽነትና ወሲዱ ሃብቱ ሂብና ስለዚ ተቀያይርና ኢና ንሕና ሃብታማት ኮይና መታን ክንነብር ሃብታም ክንሱሲ እንታይ ኮይኑ ስሌኹም ደኸየ ኢልና ቃል ኣምላኽ የሱስ ክርስቶስ ጎይታ እዩ እምበኣር እንታይ እድብል ዘለኹ መንነት ክርስቶስ ስለ ዘለካ ሃብታም ኢኻ ሃብታም ኢኺ የሱስ ክርስቶስ ጎይታ እዩ ቀፂልና ንሪኣ ናይ መወዳእታ ሓሳብና ዘይምክንዋን ዘይምስላጥ ዘይምቕናዕ ወሲዱ እንታይ ይብና መሲልኩም ዓወት ሂብና፣ ምስላጥ ሂብና፣ ምክንዋን ሂብና፣ ሃሌሉያ፣ ክንገዝእን ክንመልኽን ኣብቂዑና። እዚ ከዓ ናይ መን መንነት? ናይ ክርስቶስ። ስለዚ ካብ ዓወት ይጅምር ህይወትካ፣ ብዓወት ከዓ ትውድእ። ንምንታይ? ናይ ዓወት ህይወት ውግእና ተዋጊኡ ብዓወት ዝሰዓረ የሱስ ክርስቶስ ዓወት ይሂብና። ካብ ዓወት እዩ ዝጅምር ህይወትና። ኣሜን ኢልና ነፍሲ ወከፍና ነዚ ህይወት እዚ ነዚ ምድሓን እዚ ክንቅበሎ ከለና ካብ ዓወት ኢና ንጅምር ዘለና ዓወቱ እዩ ከዓ ዘለና ናትና ዓወት ኣይኮነን ናቱ ዓወት እዩ ናቱ ምቕናዕ ናቱ ምስላጥሲ ኣባይ ናባኻትኩምን ኣሎ ስለዚ መንነት ክርስቶስ ስለ ዘለካ ኣብ ዝኸድካዮ ክሰልጠካን ክቐንዓካን ብግዲ እዩ እቲ ዘሎ ሕጂ ዘሎ መንነትካ እዩ እንታይ ዝገብር ከምኡ ዝገብር የሱስ ጎይታ እዩ ሃሌሉያ እስኪ ቀዳማይ ቆሮንጦስ ምዕራፍ ዓሰርተ ሓሙሽተ ፍቕዲ ሓምሳን ሸውዓተን ንርኣያ እንታይ ኢሉሲ ግናኸ ኢሉ እቲ ብጎይታ የሱስ ክርስቶስ ገይሩ ዓወት ዝህበና ኣምላኽ ስብሓት ይኹኖ ኣሜን ኣሜን ኣሜን ብመን ገይሩ ብጎይታ የሱስ ክርስቶስ ገይሩ ዓወት ዝህበና ዓወት ብመን ይመፅ እዩ ብክርስቶስ የሱስ ስለዚ እዩ ኣማኒ ካብ ዓወት ጀሚሩ ብዓወት ድውድእ ኣማኒ ናይ ዓወት ህይወት እዩ ዘለዎ ምኽንያቱ መንነት ክርስቶስ ስለ ዘለዎ። እዚ ግን ክንፈልጦን ከነሰላስሎን ክንነብረሉን ግን ይግባኣና። ከይፈለጥና ከዓ ክንእውጆን ክንነብሮን ኣይንኽእልን ኢና። ነገራት ኣይጋጥመናን ማለት ኣይኮንኩን ዝብል ዘለኹ ከጋጥመካ ከሎ ግን ተዛረቦ ሕጂ ኣነ ናይ ዓወት ህይወት እዩ ዘለኒ ክቐንዓኒ ብግዲ እዩ ክሰልጠኒ ብግዲ እዩ ምስላጥን ምቕናዕን ገይሩለይ ክርስቶስ የሱስ ሃሌሉያ ስለዚ ዓወት ከኣ እንታይ ገይሩና ኣብ ሂቡና ሂቡና ናቱ ዓወት ስለዚ ናትና መንነት ናይ ክርስቶስ መንነት ካብ ኮነ ዓወት ናትና እዩ ምስላጥ ናትና እዩ ምቕናዕ ናትና እዩ እየ ድብል ዘለኹ ቃል ኣምላኽ ከምኡ ስለ ዝበለና የሱስ ክርስቶስ ጎይታ እዩ ናይ መወዳእታ ጥቕሲ ክሪኣ ደልየ ደለኹ ኣብ ቀዳማ ዮሃንስ ምዕራፍ ሓሙሽተ ፍቕዲ ኣርባዕተን ሓሙሽተን ካብ ኣምላኽ እተወልደ ዘበለ ኩሉ ንዓለም ይስዕራ እታ ንዓለም እንስዕረላ ስዕረት ከኣ ንሳ እምነትና መዓስ ንክርስቶስ ምስ ኣመንናዮ ነቲ ዝተኸፍለ ዋጋ ኣሜን ኢልና ምስ ተቐበልናዮ ንዓለም ንስዕራ ኣለና እዚኣ ኢልዋ ንዓለም ዝስዕራ ከይሉ ኣብ ቁጥር ሓሙሽተ ሽዑ እቲ ንየሱስ ንሱ ወዲ ኣምላኽ ምዃኑ ዝኣምኖ እንተዘይኮይኑስ መን እዩ ኣሜን ኢሉ ዝተቐበሎ ዘበለ ንዓለም ስዒርዋ እዩ ብሩኻት ናይ ዓወት መንነት እዩ ዘለኩም ናይ ዓወት መንነት እዩ ዘለና ብዓወት ክንመላለስ እቲ ናቱ ዓወት ንዓና ንዓይ ንዓኻትኩምን ሂብና ስለዚ ሎም መዓንቲ ሓሳበይ እንታይ እዩ ነይሩ መንነት ክርስቶስ እዩ ዘለና መንነት ክርስቶስ ማለት ከ እንታይ ማለት እዩ ሞት ኣባኻ የለን ሕማም ኣባኻ የለን ጭንቀት ኣባኻ የለን ሃሌሉያ እንታይ ደኣ ህይወት ኣባኻ ኣሎ ፈውሲ ኣባኻ ኣሎ ኣባኽ ኣሎ ዓወት ኣባኽ ኣሎ ሰላም ኣባኽ ኣሎ ናቱ መንነት እዩ ዘለኒ እንድሕር ኢልኪ በዚ ተመላለሲ በዚ ተመላለስ ኣውጆ ፍለጦ ንገሮ ንገራ ንነገራት ከጋጥመካ ከሎ ሕማም ኣሎ ብስምራት ቁስሉ ተፈዊስኪ ኢኺ ዝብል እየ ዝኣምኖ ምክንያቱ ናይ ስራሕ መስቀል ንገሮ ነቲ ሕማም ኖኖ ኣይፈለጥካን ከይትኸውን ሃሌሉያ ኣነ ደኣ እሞ ክርስቶስ የሱስ ወዲ ህያው ኣምላኽ ቅድሚ 226 ዓመት ዋጋይ ከፊልዎ እዩ ብስምብራት ቁስሉ ሓዊዔ እንሆ ኤቪደንስ ኣለኒ እኹል ዝኾነ መርትዖ ኣለኒ በሎ ምክንያቱ ሕጂ ዘሎ መንነትካ እንታይ እዩ ክትሓምም ዘይትኽእል ክትወድቕ ዘይትኽእል ምክንያቱ ሕማምካ ወሲድዎ ስለ ዝኾነ ኣብ መስቀል ከፊልዎ ስለ ዝኾነ ዋጋ ክርስቶስ የሱስ ከነቕልሎ የብልናን ብሩኻት መንነትካ መንነት ክርስቶስ ኣለካ ማለት እንታይ ማለት ምዃኑ ብዕምቀት ክንርድኦ ከለና ጸላኢ ሸዓ ሰዓት እዩ ተወቂዑ የ- ዝሃድም ዘሎ ካባኻ ምክንያቱ ምሳኻ ጉዳይ የብሉን ምሳኺ ጉዳይ የብሉን መንነቱ ዝፈለጠ እዩ ንጸላኢ ንሰይጣን ዓብዪ ሓደገኛ ዝኾነ ጸላኢ ሽዑ ዝሃድም መንነትካ ምስ ፈለጥካ የሱስ ክርስቶስ ጎይታ እዩ ስጋዕ ሽዑ ግን ኣብ እምሮኻ እንዳመፀ ስኻ ደኣ ከምዚ እንዲኻ ስኻ በቲ ናይ ቀደም መንነትካ ኖኖ እቲ ቡሊ ሓሊፊ እዩ በሎ ካልኣይ ቆሮንጦስ 517 ምፀሉ እቲ ቡሊ ሓሊፊ ኣነ በቲ ቡሊ የለኹን ሕጂ በቲ ናይ ቀደም የለኹን ዘርኢ ለዊጠ ዓሌት ለዊጠ መንነት ለዊጠ መንነት ክርስቶስ እዩ ዘለኒ ካብ ሕጂ ኒኔው ሃለሉያ መንነተይ ፈሊጠ ረሓቕ ትብሎ እሞኒ ካባኻ ይርሕቕ ንሰይጣን እኮ ሃሌሉያ ኪድ ክትብሎ ከለኻ ሸውዓተ ዕፅፊ ዝርሕቕ ንምንታይ መንነትካ ፈሊጥካ ተፃረርዎ እኮ ኢሉ ንዲያብሎስ ተፃረርዎ ካባኹም ክርሕቕ ኢልና ንኣምላኽ ተገዝእዎ ብኸመይ ኢኻ ትግዝኦ ንኣምላኽ መንነትካ ብምፍላጥ መን ምዃንካ ብምፍላጥ መን ምዃኑ ዝፈለጠ ሰብ እዩ ሓደገኛ ንፀላኢ ሰይጣን ዝፈርሖ ሰብ መን ምዃኑ ዝፈልጥ መንነቱ ዝፈልጥ እዩ ስለዚ ሎማዓንቲ እንታይ ይብል ኣለኹ ብሩኻት ህዝቢ ኣምላኽ መንነትና መንነት ክርስቶስ እዩ እንታይ ማለት እዩ ከዓ ብዘን ሸሞንተ ሓሳብ ገሊፀን ዘለኹ ንዐአን ደጋጊምና እስክ ብዙሕ እንድዩ ገለ ካብቲ ብዙሕ ሒዘ መፅየ ግን ነዘን ሂበኩም ዘለኹ ወሲድኩም ነቲ ቃል ኣሰላስልዎ መን ምዃንካ ዝተረድኣካ ሰዓት ሃሌሉያ መንነት ክርስቶስ ኣሎና ኣነ ሕጂ ዝበልካሉ ሰዓት ኣካይዳኻ ኣዘራርባኻ ኣተሓሳስባኻ ከይተረፈ እዩ ዝልወጥ ኮምፕሊትሊ ኢኻ ንሰባት ትቕየሮም ምክንያቱም መን ምዃንካ ፈሊጥካኒ ኢኻ ሕጂ ደኣ መንነት ክርስቶስ ብሩኻት ዜግነት ወሲድና ናይ ኣሜሪካ ሲቲዝንሽፕ ክንቅበል ከለና ዘለና ሓጎስ ኩልና ንፈልጦ ኢና ኣነ ግን ድብል ዘለኹ መንነት ናይ ሰማይ የዛረብ ዘለኹ ሃሌሉያ ኮምፔር ከማን ክኸውን ዘይክእል ናይ ሰማይ መንነት ኣለካ ክርስቶስ እቲ ህያው ዝኾነ ኣምላኽ ሲ ናቱ መንነት ሂብካ እየ ድብል ዘለኹ ናቱ መንነት ሂብኪ የሱስ ክርስቶስ ጎይታይ ስለዚ ኣብ ካልኣይቲ ፓርት እዚ መንነት እዚ ምስ ተቐበልና ኸ ካልእ ኣብዚ ምድሪ ክንገብሮ ዘለና ሕጂ እንታይ እዩ ዝብል ሓሳብ ክንርኢ ናብ ዝቕፅል ዘሎ ሰሙን ንሕጂ ግን መጀመርያ መጀመርያ መንነት ክርስቶስ ኣሎኒ ማለት እንታይ ማለት እዩ? ኤሎማዓንቲ ዝገልጾ ዘለኹ ብሩኻት ብዙሕ በሪህልኩም ኣሎ ኢለ ተስፋ ገብር ፕሊስ ንኻልኦት መታን ክበጽሕ ንኻልኦት መታን በቃ እዚ ቃል እዚ ክበጽሖም ኣለዎም ትብልዎም ክሰምዕዎ ኣለዎም ትብልዎም ሼር በልዎ ሼር በልዎ ኣብ ዩቱበይ ከድኩም ከዓ ሳብስክራይብ ግበሩ ልያ ገብረ መድህን ኢልኩም ኣብ ዩቱብ እንድሕር ኣትኹም ክትረኽቡኒ ኢኹም ብዙሕ ቪድዮታት ኣሎ ኣብኡ ብዙሕ መልእኽትታት ኣሎ ሼር በልዎ ንብዙሓት ክበጽሕ ብሩኻት። ናይ ሎማዓንቲ ሓሳበይ ግን ኣብዚ ወዲኤ ኣለኹ ካብ መጀመርያ ስጋዕ መወዳእታ ስለ ዝሰማዕኹምኒ ብጣዕሚ እየ ዘመስግነኩም ሰሰናዩ ንዓኹም ኣብ ዝቕጽል ዘሎ ሰሙን ካልኤይቲ ፓርት ክገብረላ እየ ስጋዕ ሽዑ ግን ብሰላም ቀንዩ ሰሰናዩ ንዓኹም ሻሎም